ሰላም ዝኸበርኩም ተኸታተልቲ ቀንዴል ሎሚ 27 ሕዳር 2017 እዩ ንሎሚ ዝበልክዎ ዜናታት ምስጋር ፃወቲ ሒዘ ቀሪበ ኣለኹ ሰናይ ምክታል ባርሴሎና ንኣከፋፋሊ ቶተንሃም ክርስቲያን ኤሪክሰን ኣብ ጥሪ ከተፈርም ተገዳስነት ከም ዘሕደረት ዶንባሎን ጸብጺባ ኣብ ቀረባ ግዜ ናብታ ክለብ ክሰጋገሩ ይኽእሉ እዮም ተባሂሎም ክዝረበሎም ዝቐነዩ ፊሊፕ ኮቲኖ ሙዚት ኦዚል ከምኡውን ደሊ ኣሊ እኳ ተኾኑ ብመሰረት ስካውትታ ክለብ ግና ክርስቲያን ኤሪክሰን ልዕሊ እዞም ዝተባህሉ ኣድማዕነት ከም ዘሎ እዮም ደምዲሞም ንኣብነት ካብ 2013 ንደሓር ምስ ኮቲኖን ኦዚልን ክወዳደር ከሎ ኤሪክሰን 34 ጎላት ኣመዝጊቡ 44 ከኣ ንጎል ዝኸውን ካዕሳሶ ክቐብል ከሎ ኮቲኖ 33 ጎልን 25 ደገፍ ንጎልን ኦዚል ከኣ 24 ኣመዝጊቡ 47 ከኣ ኣቐቢሉ ይርከብ ብቑፅሪ ርኢኻ ጥራይ ግና ክፍረ ስለ ዘይግባእ ብመጠን ምምሕያሽ ብቕዓት ክረአ ከሎ ከኣ ብመሰረት ሓበሬታ ዶምባሎን ካብቶም ዝተጠቕሱ ኣከፋፈልቲ እቲ ዴንማርካዊ ኣከፋፋሊ ጥራዩ ክሳብ ሕጂ ገና ኣብ ጥርዚ ብቕዓቱ ዘይበፅሐ ዘሎ ሪያል ማድሪድ ንናይ ክንፊ ኣጥቃዓይ ማንቸስተር ዩናይትድ ኣንቶኒዮ ማርሻል 80 ሚልዮን ፓውንድ ሂባ ከተፈርም መዲባ ከም ዘላ ደይሊ ሚረር ጸብጺባ ዝሓለፈ ክረምቲ ንከይለን ማፔ ኣብ ምፍራም ብፒኤስጂ ዝተሳዕረት ሪያል ማድሪድ ጠመትኦም ናብ ማርሻል ገይሮም ይርከቡ ብመሰረት ደይሊ ሚረር ኣሰልጣኒ ዘይነዲን ዜዳን እቲ ወዲ ዓዱ ዝኾነ ማርሻል ኮኸብ ተፃዋታይ ከም ዝኸውን ከም ዝኣምንን ኣብ ሪያል ማድሪድ እውን ብዘይፀገም ከም ዝርዕምን እዩ እምነቱ ቀንዲ ምክንያት ናብ ማርሻል መጠመቲኦም ሪያል ማድሪድ ወሰንቲ ተፃወታ ብዕድመ እናደፍኡ ስለ ዝኸዱ መንእሰያዊ ሓይልን ቅልጣፈን ክውስኹ ካብ ምባል ምዃኑ ይፍለጥ በዚ መሰረት ክርስትያን ሮናልዶ ኣብ ዝመፅእ የካቲት 33 ዓመት ክኣቱ ኮይኑ በንዜማ ዝመጽእ ወርሒ ወዲ 30 ዓመት፣ ሉካ መድሪድ 32 ዓመት ከምኡውን ጋሪዝ ቤል ብመስፈርቲ ምክንያት ካብ ዝፃወቶ ዘይፃወቶ ስለ ዝበዝሕ ምዃኑ ይፍለጥ። ማርሻል ከዓ ከም ንእሽተይ ኮኸብ ንሪያል ማድሪድ ንመጻኢ ክመርሖም ከም ዝኽእል ይኣምኑ። ማርሻል ኣብ መጀመርያ ዓመት መሪኖ ናይ ምጅማር ዕድል ብዙሕ ዘይረክብ ከም ዝነበረ ዝፍለጥ ኮይኑ ኣብዚ ዓመት እዚ ግና ቁመንኡን ርእሰ ተኣምነቱን ብግቡእ ብምምላስ ኣብ 18 ጸወታታት ሸውዓተ ግዜ ኣመዝጊቡ ይርከብ። ወላ እውን ከምኡ እናኾነ እውን ናይ ምጅማር ተኽእልኡ ውሑስ ዘይምዃኑ ይፍለጥ ማርሻል ኣብ 2015 ብ58 ሚልዮን ፓውንድ ካብ ሞናኮ ናብ ማንቸስተር ዩናይትድ ከም ዝተሰጋገረ ከዓ ይዝከር ኣርሰናል ኮንትራቶም ከመሓይሹ ተዘይወሲኖም ንኣሌክስ ሳንቸዝን ሙዚት ኦዚልን ጃክ ዊልሼርን ቅቡል ዝኾነ መጠን ገንዘብ ዝቕርብ ተተረኺቡ ክሸጦም ቅርብቲ ከም ዘላ ዘ ደይሊ ኤክስፕረስ ጽሒፋ። ሰለስቲኦም ተጻወትቲ ኮንትራቶም ኣብ ክረምቲ ከም ዘኸትም ዝፍለጥ ኮይኑ ኮንትራቶም ከመሓይሹ ብዘይውስንሉ ኣብ ክረምቲ ብናጻ ናይ ምኻድ ሓደጋ ክህልዎም ይኽእል እዩ። ንሳንቸዝን ኦዚልን ኣብ ኮንትራት ከእትውዎም ካብ ሕጂ ክሳብ ሓድሽ ዓመት ብርቱዕ ጻዕርታት ከም ዝካየድ ክሕበር ከሎ ብመስበርቲ ምክንያት ፅቡቕ ዕድል ዘየጓንፎ ዘሎ ጃክ ዊልቸር ግና ሚዛናዊ ዝኾነ ገንዘብ እንተተረኺቡ ኣብ ጥሪ ክሸጥዎ ከም ዝኽእሉ ይፍለጥ። እቲ ኣከፋፋሊ ዝሓለፈ ዓመት ብለቓሕ ምስ ቦርስማውዝ ከም ዘሕለፎ ዝዝከር ኮይኑ ሕጂ እውን ክሽየጥ ተኾይኑ ናብኣ ምምላስ ከም ዝመርፅን ናብ ዋንጫ ዓለም ናይ ምኻድ ዕድል ክህልዎ ተኾይኑ ከዓ ብዘይ ምቁራፅ ክፃወተሉ ዝኽእል ባይታ ምስ ዝረክብ ምዃኑ ይፍለጥ። ዝሓለፈ ሓሙስ ኣብ ፀወታ ኢሮፓ ሊግ ሓደ ብዜሮ ኣብ ዝተሳዕርሉ ተሰሊፉ ደሓን ዝኾነ ጸወታ ዘርእያ ጃክ ዊልሸር ድሕሪ እቲ ጸወታ ኣብ ዝበሎ ኣብ ናይ ፕሪምየር ሊግ ጸወታ ክወርድ ደስ ምበለኒ ግና ከዓ እታ ጋንታ ጽቡቕ እያ ትፃወት ዘላ ኣነን ኣሰልጣንየይን ግሉፅ ዝኾነ ምርድዳእ እዩ ዘለና ካብዚ ቀፂለ እንታይ ምኾኑ መፃኤ ከዓ ክንዘራረብ ኢና ኢሉ ነይሩ ኦዚል ከኣ ዋላኳ ድሮ ምስ ማንቸስተር ዩናይትድ ተረዳዲኡ ከም ዘሎ ዘእንፍት እኳ እንተኾነ ካብ ስጳኛ ዝወፁ ጸብጻባት ግና ኣርሰን ቨንገር ኣብ ጥሪ ክወፅእ ከፍቅደሉ ተኮይኑ ካብ ናብ መቐናቕንቱ ማንቸስተር ዩናይትድ ናብ ካልእ ክለባት ኤውሮፓ ከም ባርሴሎና ዝኣመሰላ ክሸጦ ከም ዝመርፅ ብምባል ነቲ ናብ ማንቸስተር ዩናይትድ ክኸይድ ዝብል ሓበሬታ ውዱቕ ገይረን እየን ጉዳይ ኣሌክስ ሳንቸዝ ግና ዝያዳ ዘይንጹር ኮይኑ ማንቸስተር ሲቲ ከምቲ ኣብ ክረምቲ ሂበሞ ዝነበሩ ኣተኩሮን ተገዳስነትን ዘይሃብዎ ዘለዎ ኮይኖም ፒኤስጂ እውን እቶም ካልእ ተኽእሎ ምዃኖም ይፍለጥ። ቦርድ ኣርሰናል ከኣ ሰለስቲኦም ድምር ከባቢ 100 ሚልዮን ፓውንድ ዝኸውን ክርከቦም እናተኻእለ ኣብ ክረምቲ ብናጻ ከይከዱ ብምፍራሕ ኣብ ኮንትራት ከእትዎም ብዓቢ ሻቕሎት ይጽዕሩ ከም ዘለዎ ይፍለጥ። ኣጥቃዓይ ማንቸስተር ዩናይትድ ሮማሉ ሉካኩ ብቐዳም ንብራይተን ሓደ ብዜሮ ብሰዓረትሉ ንተፃዋታይ ብራይተን ጎታን ቦንግ ብእግሩ ክቆልዖ ዘርኢ ቪድዮ ክዝርጋሕ ዝቐነየ ኮይኑ ብማሕበር ኩዕሶ እግሪ እንግሊዝ ኤፍኤ ንፀወታ ኣንጻር ዋትፎርድን ኣርሰናልን ማንቸስተር ሲቲን ከም ዘይስለፍ ክገብሮ ዝኽእል መቕፃዕቲ ክወሃቦ ተገሚቱ እኳ ተነበረ ነቲ ጉዳይ ክትርኢ ዝተመዘዘት ኮሚቴ ዲያኑ ግና ክቕጻዕ ዝብል እኹል ድምፂ ክትህብ ስለ ዘይከኣለት ንስክላ ካብ መቕጻዕቲ ብምድሓን ጋንቱ ኣብ ተካይዶ ወሰንቲ ፀወታታት ክስለፍ ዕድል ረኺቡ ይርከብ። ኣሰልጣኒ ቸልሲ ኣንቶኒዮ ኮንተ ጋንቱ ምስ ማንቸስተር ሲቲ ተወዳድርቲ ክኾኑ እንተኾይኖም ቦርድ ክለቡ ኣብ ጥሪ ወሰንቲ ክኾኑ ከም ዘለዎም ከም ዘተሓሳሰበ ዘደይሊ ሜል ጸብጺባ ኮንተ ገና ነታ ዓመት ዝተዓወተላ ዘውዲ ፕሪምየር ሊግ ብቐሊሉ ከረክባ ከም ዘይደልን ምስ ሊቨርፑል ማዕረ ሓደ ብሓደ ብምፍላዩ ከዓ እቲ ስራሕ ኣመና ክኸብድ ከም ዝገበሮን ካብኡ ዝገደደ ዘኽብዶ ከዓ ኣብ ጥሪ መቐናቕንቱ ዝያዳ ህፃወት ገዚኦም ቸልሲ'ከኣ ጽቡቕ ምንቅስቓስ ምስ ዘየካየዱ ምዃኑ ይሕበር። ኣብ ዝሓለፈ ክረምቲ ኮንተ ምስ ሓለፍቲ ክለቡ ዘድልይዎ ተጻወትቲ ከፈርምሉ ኣብ ቃልሲ ከም ዘሕለፎ ዝተገልጸ ኮይኑ ከም ውጽኢት ዛሕሊ ክለቡ ከኣ ቀዳሞት ታርጌታቱ ከም ሮማሉ ሉካኩ፣ ሮስ ባርክሊ፣ ቪጅል ቫንዳይኪን ኣንቶኒዮ ካንደቬራን ከይፈረሙ ክሓልፉ ከለዉ ሕጂ እውን ተመሳሳሊ ጌጋ ከይፍጸም እዩ ስክፍትኡ። ጋሪዝ ቤል ንክልተ ወርሒ ዝኸውን ብመስፈርቲ ተኣልዩ ድሕሪ ምጽናሕ ሰሉስ ኣብ ዝካየድ ናይ ኮፓ ዴሬ ጸወታ ከም ዝወርድ ተገሊጹ እቲ ወዲ 28 ዓመት ናይ ክንፊ ኣጥቃዓይ መወዳእታ ግዜ ዝተጻወተሉ ኣብ 26 መስከረም ሪያል ማድሪድ ንቦሩስያ ዶርትመንድ ኣብ ሻምፒየንስ ሊግ 3 ብ 1 ኣብ ዝሰዓረሉ ምዃኑ ይፍለጥ ቤል ካብ 159 ንሪያል ማድሪድ ወኪሉ ዝተፃወቶ 70 ጎላት ኣመዝጊቡ ሰለስተ ቻምፒየንስ ሊግ ክዕወት ከሎ ዓሚ ከዓ ተዓዋቲ ላሊጋ ከም ዝኾነ ይዝከር ዝኸበርኩን ተኸታተልቲ ቀንዴል ንሕጂ ዝበልኮ ዜናታት ምስጋር ፃወት እዚ ነይሩ ሰላም